ኣብ መልእኽት ጳውሎስ ናብ ሰብ ሮሜ እየ ከንብብ ቀንየ ንሱ እዩ እውንቲ ሓሳብ ሎሚ ግን ኣብ ቀዳመይቲ ምልእኽት ጴጥሮስ እየ ከንብብ ምዕራፍ ክልተ ማለት እዩ እቲ ሓሳብ ብዙሕ ፍልልይ የብሉን ነቲ ናይ ሎምዓንቲ ኣርእስትና ብፍልይ ብዝበለ ግን ጽቡቕ ክዓመልና ይኽእል እዩ። ቀዳማይ ጴጥሮስ ምዕራፍ ክልተ ካብ ዓሰርተ ሰለስተ ክሳብ ዓሰርተው ሸሞንተ ዘሎ ከምዚ ይብል፣ ከምዚ ሰናይ እናገበርኩም ዕሽነት'ቶም ዘይፈልጡ ሰባት ክትዓብሱ ፍቓድ ኣምላኽ እዩ እሞ፣ ነቲ ኸም ኣብ ልዕሊ ዅሉ ዘሎ ንጉስ፣ ወይስ ነቶም ንገበርቲ እከይ ኪቐጽዑ፣ ንገበርቲ ሰናይ ኪንእዱ፣ ካብኡ እተላእኩ መኳንንቲ፣ ካብቲ ንጉስ እተላእኩ መኳንንቲ ማለት እዩ እዚ፣ ስለ እግዚኣብሄር ኢልኩም፣ ንስርዓት ሰብ ዘበለ ተገዝኡ። ከም ውጹኣት ሓራ፣ ከም ኣገልገልቲ ኣምላኽ እምበር፣ ከምቶም ነቲ ሓርነቶምሲ መጎልበቢ ክፍኣት ዝገብርዎ ኣይትኹኑ። ንኹሉ ሰብ ኣኽብሩ፣ ሓደ። ሕውነት ኣፍቅሩ፣ ክልተ። ንኣምላኽ ፍርህዎ፣ ሰለስተ። ንንጉስ ከኣ ኣኽብርዎ። ሓጺር ጸሎት ክንጽሊ ኢና። ዘለኣለማዊ ኣምላኽና ነመስግነካ ኣለና ሎሚ መዓልቲ ሰንበት ከኣ ክነምልኸካ ኢልና መጺእና ኣሎና ቃልካ ከኣ ክንመሃር እሞ በቲ ቃልካ እግዚኣብሄር ሰናይ ግብሪ ዘበለ ሰናይ ቃል ዘበለ እግዚኣብሄር ኣብ ህይወትና ክግለጽ ነቲ ናትካ ፍቓድ ንኽንነብር እግዚኣብሄር ብቃልካ ተስንቀና ኢልና መጺና ኣለና እሞ እግዚኣብሄር ጎይታ ስራዊት ንህዝብኻ ዝኸውን ቃል ሎምዓንቲ ክተፍስስ ልቡ ዝርትዓሉን ዝርስርሰሉን እወ እዚ ሓቂ እዩ ኢሉ ክቅበሎ ምእንትስ መንፈስ ቁዱስካ ኣብዚ መድረኽ ኮይኑ ክዓዪ ብስም የሱስ ክርስቶስ ይዕድም ኣለኹ ዋኣቦ እዛ መዓልቲ እዚኣ ኣሕሊፈ ንዓኻ ይህበካ ቃልካ እግዚኣብሄር ካብ ክልተ ዝኣፉ ሰይፊ ዝበልሕ እዩ እሞ እግዚኣብሔር ከም ሞደሻውን ንኹሉ ኣእማንን ንኹሉ ሓጺን ኣስራዝን እግዚኣብሔር ዝሰባብር ቃል እዩ እሞ ተግዳሮት ዘበለ ብዝተፈላለየ ይንገር ነቲ ሰናይ ክዕየስ መኸላእታ ዝኸውን ዘበለ ሓይልታት ጸልማት ኩሉ ብስም የሱስ ክርስቶስ ይጋማማዕ ወእግዚኣብሔር ንዓኻ ኣሕሊፈ ይህበ ኣሎኹ እዚ ግዜ ምሳና ስለ ዘለኻ ተመስገን ብስም የሱስ ክርስቶስ። ኣሜን እግዚኣብሔር ይመስገን ዝሓለፈ ክልተ ክፍልታት እቲ ስልጣን ናይ በተክርስትያን ቃል ኣምላኽ ምኻኑ ኢና ርኢና በተክርስትያን ዝተዋህበቶ ስልጣን ዝተዋህበቶ ንዋት ቃል ኣምላኽ እዩ ብኡ ኣቢላ ከኣ ነቲ ዝተዋህበቶ ዕዮ ወይ ምሽን ክትዓዪ ተጸዊዓ ኣላ ህዝባዊ መንግስቲ ከኣ ዝተዋህቦ ሴፍ'ዩ ኢልና ወይ ከኣ በዚ ናይ ሕጂ ዘራርባ ጠበንጃ ክንብሎ ንኽእል ኢና፣ ዝተፈላለየ ዓይነት ሓይሊ ማለት'ዩ። ነቲ ብሰላማዊ መገዲ እምቢ ንዝበለስ ሓይሊ ንኽጥቀም እግዚኣብሄር ሴፍ ሂብዋ literally ማለት'ዩ። ከምኡ'ዩ ዝገበረ ካብቲ መጀመርያ ጀሚሩ። እዚ በብወገኑ ርኢናዮ ማለት'ዩ። እቲ ኣወንታዊ ጎኑን እቲ ኣሉታዊ ጎኑን ርኢናዮ። ኣብ ሞንጉኡ እቲ ህዝቢ ከመይ ዓይነት ሂወት ክነብር ኣለዎ፣ በተክርስትያን ንህዝብታት ከመይ ኢላ ክተገልግል ኣለዋ፣ ህዝባዊ መንግስቲ ከ ንህዝብታት በቲ ዕላማ እግዚኣብሄር ዝሃባ ከመይ ኢላ ክተገልግል ኣለዋ እዚ ከኣ ርኢናዮ ማለት እዩ። ሎማዓንቲ ንርእዮ ብፍላይ ምስዚ ዝበልኩኹም በተክርስትያንን ህዝባዊ መንግስትን ዝተዛመደ ልዕልና ሕግን ፍትሕን ዝብል ማለት እዩ እግዚኣብሔር ዝተመስገነ ይኹን ልዕልና ሕግን ፍትሕን እቲ ቃላት ብዙሕ ግዜ ኣብ ፖለቲካዊ ዝኾነ ዝርርብ ወይ ከኣ ትርኽ ስለ ንሰምዖ እቲ ቃል ቃል ናይ መጽሓፍ ቅዱስ ኮይኑ ውን ኣይስመዓናን እዩ ስለዚ ንገሊኡ ግር ክብሎ ይኽእል እዩ ግን እቲ ቅድም እግዚኣብሄር ዝደልዮ ነገር እንተድኣ ኮይኑ ልዕልና ሕጊ እዩ። ኣምላኽ ስሩዓት ኴንና ብስርዓት ክንከይድ ቅድም ዝደለዮ ቅድም ዝሓንጸጾ እግዚኣብሄር እዩ ሰብ ኣይኮነን። ሰብ ድሓር ካብቲ ሕጊ ኣምላኽ ዲራይቭ ወይ ከኣ ኣውጺኡ ዝሰርዖ ስርዓታት ወይ ከኣ ቅዋማት እዩ ማለት እዩ እቲ ሰናይ ዘበለ። ስለዚ ልዕልና ሕግን ፍትሕን ኢና ሎምዓንቲ ክንርኢ። ምእዛዝ ሕጊ ንኹሉ እዩ። ጻዕዳ የብሉ ጸሊም የብሉ ሓጺር የብሉ ነዊሕ የብሉ ሃብታም የብሉ ድኻ የብሉ ዝተፈላለየ ዓይነት ሰብ ይኹን ንኹሉ ልዕልና ሕጊ እግዚኣብሄር ሰሪዑ እዩ ማለት እዩ እግዚኣብሄር ከም ዝበልኩኹም ናይ ስርዓት ኣምላኽ እዩ ኣብቲ ስርዓት ዘየለ ምስ እግዚኣብሄር ሓቢሩ ክኸይድ ኣዝዩ ክጽገም እዩ ንኣምላኽ እውን ከምልኾ ብጣዕሚ ክጽገም እዩ ናይ ኦርደር ዘይብሉ እንተ ኮይኑ ኣካይድኡ ዝተዛናነፈ፣ ዝተሓላለፈ፣ ዝተጠላለፈ እንተድኣ ኮይኑ፣ ክርስትያን ክኸውን ቀኒዑ ፍጹም ዓይነት ህይወት ክመርሕ እውን ክጽገም እዩ። ስለዚ ኣብቲ ህይወት ክርስትናና እውን ክንከይድ ከለና ማለት እዩ፣ ሓላፍ ዘላፍ ክርእዩ ከለዉ ብዙሓት ይዕንቀፉ። እዝስ ክርስትያን እየ እናበለስ እቲ ኣሰራርዕኡ፣ ሲ ከምቲ ናይ ክርስትያን ዘይኮነ ዓይነት ክብሉኻ ይኽእሉ ብኸምኡ ውን ሰባት ትዕንቅፍ ማለት እዩ ስለዚ ኣምላኽ ናይ ስርዓት ኣምላኽ ስለ ዝኾነ እቲ ልዕልና ሕጊ ወይ ከኣ እቲ ምእዛዝ ሕጊ ቅድም ዝደልዮ እግዚኣብሄር እዩ እዚ ድማ ንኹሉ ህዝብታትን ነቲ ኣካላት መንግስቲ ውን ዘኽይድ እዩ ሰላም ዝህብ እዩ ዕቤት ዝህብ እዩ ናይ ሓባር ረብሓ ዘለዎ እዩ። ኣብ ቃል ኣምላኽና ከም ዘበብናዮ ኣብቲ ጽሑፍ ንስርዓት ሰብ ዘበለ ምእንቲ እግዚኣብሄር ኢልኩም ተገዝኡ ኢሉ ማለት እዩ። ሓደ ካብቲ ዓበይቲ ምኽንያታት ሰላምን ምርግጋእን ከምኡውን ምዕባለን ብልጽግናን ናይ ዜጋታት ዝኸውን እቲ ህዝቢ ንሕገ መንግስቱን ንመራሕቱን ዘኽብር ህዝቢ ክኸውን ከሎ ከምኡ'ውን እቶም ሽማምንቲ ኣካላት መንግስቲ ንሕገ መንግስትን መሰል ዜጋታትን ዘኽብሩ ሽማምንቲ ክኾኑ ከለዉ ጥራይ እዩ። ልዕልና ሕጊ ኢለ ኣለኹ፣ ቃል ኣምላኽ ከኣ ስለ እግዚኣብሄር ኢልኩም ንስርዓት ሰብ ዘበለ ተገዝኡ ኢሉ ቃል እግዚኣብሄር ክእዝዝ ከሎ ንሰባት ንስርዓት ንስለ እግዚኣብሄር ኢልኩምሲ ንስርዓት ሰብ ተገዝእዎ ኢሉ ንመን እዩ ነቲ ተራ ህዝቢ ጥራሕ ዘይኮነስ ንኹሉ ሰብ ዘብኡ ማለት እዩ ብኣርኣያ ስላሴ ዝተፈልጠ ዝተፈጥረ ሰብ ዘበለ ኩሉ ስለ እግዚኣብሄር ኢልኩምሲ ንስርዓት ኣምላኽ ተገዝእዎ ኢንክሉዲን እቶም ሽማምንቲ። ሕጂ ንስርዓት ተገዛእ ንስልጣናት ተገዛእ ክንብል ከለናስ እቲ ተራ ህዝቢ ማዕ ዶ ኮይኑ እቶም ሽማምንትን መራሕትን ነጋውስን ከኣ በዚ ፊት ኮይኖምሲ እቶም ተራ ህዝቢ ነቲ ስርዓት ሰብ ክግዝኡ እቲኦም ከኣ ገዛእቲ ክኾኑ ኣይኮነን ኩሉ ብሓባር ነቲ ስርዓት ሰብ ብእግዚኣብሄር ዝወጸ ማለት እዩ ክግዛእ ስለዚ እቲ ምግዛእ ካብ ንጉስ እዩ ዝጅምር። ልዕልና ሕጊ እምበኣር ክንብል ከለና ቅድም ቀረባ ነቲ ልዕልና ሕጊ ቀሪብዎ ዘሎ እቲ ንጉስ እዩ ወይ እቲ ፕረዚደንት እዩ ወይ እቲ ቀዳማይ ሚኒስተር እዩ ወይ እውን እቲ ካህን እዩ ወይ እውን እቲ ሊቀ ኻህን እዩ ወይ እቲ ጳጳስ እዩ ወይ እቲ ቢሾፕ እዩ። እቲ ሕጊ ብሰናይ መደብ ዝወጸ ካብ ቃል እግዚኣብሄር ዝመሰረቱ ንኹሉ ንኽእዝዝ ኢሉ እዩ እቲ ሕጊ ስለዚ ልዕልና ሕጊ ክብል ከሎ ኣብቲ ላዕሊ ፒራሚድ ዘሎ ሕጊ እዩ ማለት እዩ ብልዕሊኡ እግዚኣብሄር ኣሎ ምኽንያቱ ብመንነት መንጽር እግዚኣብሄር እዩ እቲ ሕጊ ዝወጽእ ኢለኩም ኔረ ዝሓለፈ እንተ ኣስተውዒልኩሞ ኴንኩም እቲ ናይ ቤተክርስትያን ዕዮ እውን ንሱ እዩ እቲ ቅኑዕን ጌጋን ንኽተፍልጥ ስለዚ ኣብ ላዕሊ እግዚኣብሄር ኣሎ፣ ብትሕቲኡ ከኣ እቲ ቃል ኣምላኽና ኣሎ፣ መሰረታዊ ማለት እዩ። ኣብ ላዕሊ ኣብቲ ምምሕዳር ሰብ ዝበሃል ግን ኣብ ላዕሊ ዘሎ ኣብቲ ፒራሚድ ሕገ መንግስቲ ወይ ከኣ ሕጊ ሰብ ኢልዎ ዘሎ ኣብዚ ንሱ እዩ። ኣብ ትሕቲኡ ኩሎም ሽማምንትን ኣካየድቲ ስራሕን ተራ ሰብን ዝተፈላለየ ዓይነት ኣሎ። እምበኣር ልዕልና ሕጊ ንኹሉ ሰብ እዩ እየ ዝብል ዘለኹ ማለት እዩ። ቃል ኣምላኽ ከም ዘመልክተልና ኣብዚ ፍልልይ የብሉን። ትካላት መንግስቲ ይኹኑ፣ ድርጅታት ይኹኑ፣ ማሕበራት ናይ ውልቂ ይኹኑ፣ ውልቀ ሰባት ይኹን ኣብ ትሕቲ እቲ ሕጊ ተኣዚዙ፣ ዳኛታት ይኹኑ ኣብ ትቲ እቲ ሕጊ ተኣዚዞም ንክኸዱ እዩ ቃል ኣምላኽ ዝምዕድ ማለት እዩ። ኣብዚ ንኹሉ ብማዕረ ማዕረ ጌርና ክንምህር እግዚኣብሄር ጥበብ ክህበና ኣዝየ እየ ዝጽሊ ምኽንያቱ ብዙሕ ምዝናፋት ስለ ዘለዎ ማለት እዩ። ሓደ ካብቲ ከመልክቶ ዝደሊ ኣብ ምዕራባዊ ዓለም ኣብቲ ብልጽግናን ኣብቲ ምዕባለን ኣብቲ ምርግጋእን ብተዛማዲ ካብቲ ሳልሳይ ዓለም ዘሎ ህዝብታት ዝሓይሽ፣ ሓደ ካብቲ ምኽንያት ኣብቲ ምኽባር ሕጊ ዝብል ዓንዲ ሕቖ ስለ ዝኣምኑ እዮም ማለት እዩ። እቲ ህዝቢ ብሕገ መንግስቲ ተኣዚዙ ተሰሪዑ ክኸይድ እሺ ኢሉ ክኸይድ ትርእዮ ብተዛማዲ ማለት እዩ። እቲ መንግስቲ እውን ብተዛማዲ ነቲ ሕገ መንግስቲ ከኽብር ኣዝዩ ይጽዕትን ይንቀፍን ይነቅፍን፣ እዚ ስለ ዝኾነ ከኣ ምርግጋእን ሰላምን ናይ ምዕራባውያን ዝሓሸ ኮይኑ ርኢናዮ ኣሎና። እቲ ምኽንያት ግን ካበይ እዩ ዝመጽእ? ካብቲ ምኽባር ልዕልና ሕጊ፣ ካብ ፓርኪን ከኣ ይጅምር ማለት እዩ። ፓርኪን ኣብቲ ጻዕዳ ክልተ ላይን ዘሎ ኣብ ማእከል ጽቡቅ ጌርካ ግበሮ እንተድኣ ተባሂልካስ ካብኡ እዩ እቲ ሕግዝ ዝጅምር ማለት እዩ ብንእሽተይ ኣብኡይታት ንኣሽቱ ነገራት ስለ ዝዕርዩ ኣብቲ ካልእ ከኣ ኣዝዮም ጥንቁቃት ስለ ዝኮኑ ኩሉ ሰብ እናተሓላለወ ሰላሙ ይሕሎ እቲ ምጥፍፋእን ምስ ካልእ ምዕማጽን ብዙሕ ኣይትርእን ብተዛማዲ ከምቲ ኣብ ካልእ ንርእዮ ማለት እዩ ስለዚ እቲ ልዕልና ሕጊ ንኩሉ እዩ ዘጠቃልል። እግዚኣብሔር ኣምላኽ ይመስገን ምስቲ ቃል ኣምላኽና ክነዛምዶ ከለና ርሑቅ ኣይኮነን ኣብ ቃል ኣምላኽ ጽድቂ ዝብል ጽሑፍ ብጣዕሚ ብብዙሕ ንሪኦ ኢና ማለት እዩ ኣብ ሓድሽ ኪዳን ይኹን ኣብ ብሉይ ኪዳን እቲ ጸደቕ ዝብል ቃል ከምኡውን ዲካዮሶነ ዝብልዎ በቲ ናይ ግሪኽ ኣብ ሓድሽ ኪዳን ተጻሒፉ ዘሎ እቲ ጽድቂ ምስቲ ስነመለኮታዊ ወይ ከኣ ምስቲ ናይ ሓጢኣትን ዘይሓጢኣትን ጥራይ ዘይኮነ ተማዛዚኑ ጽድቂ ዘይጽድቂ ዝብሃል ምስቲ ሕገ መንግስትን ምስቲ ማሕበራውን ባህላውን ክብርታት ናይቲ ህዝቢ እውን ካብኡ ዝወጸ ነገር ሰብ ክገብር ከሎ እውን ዘይጽድቂ ከም ዝሰርሐ ይቑጸር ከም ዝነበረ ኣብ ቃል ኣምላኽ እውን ንረክብ ኢና ማለት እዩ። እቲ ጽድቂ ዝበሃል ትርጉሙ ንሕና ምስቲ ሓጢኣትን ዘይሓጢኣትን ጥራሕ እዩ ብዙሕ ግዜ ነዛምዶ። ንሱ ጥራሕ ግን ዘይኮነ እቲ ጽድቂ ዝብል ንኹሉ ዘዕምም እዩ ማለት እዩ። ምናልባት ሓጢኣት ከይቁጸረልካ ይኽእል እዩ ብእግዚኣብሄር ዝኾነ ጌጋ ክትገብር ከለኻ። ግን ዘይጽድቂ ስራሕ ክበሃል ይከኣል እዩ። ትራፊክ ላይት ሒዝካ እንተ ኬድካ ቀይሕ ተወሊዑ ከሎ ኣይፈልጥን እግዚኣብሄር ሓጥያት ኣይቆጽረልካን ይኸውን ግን ዘይጽድቃዊ ስራሕ ኢኻ ሰሪሕካ። ስለዚ እቲ ጽድቂ ዝብል ቃል ምስቲ ቲዮሎጂካዊ ትርጉሙ ጥራሕ ኣይንውሰዶ፣ ንኹሉ ኣናባብራ ሕብረተሰብ እውን ዝትንክፍ እዩ። ስለዚ እቲ ስርዓት ምሕላው ምስቲ ቃል ናይ ጽድቂ እውን ተተሓሒዙ ዝኸይድ እዩ። ንኣብነት ቀርነሌዎስ ዝበሃል ኢጣልያዊ ሓለቓ ሚእቲ ዝነበረ ኣብ ቂሳርያ እንተድኣ ርኢና፣ ሉቃስ ጸሓፊ ናይ ግብሪ ሃዋርያት ክዘንትወሉ ከሎ ብዛዕባኡ ኣብ ምዕራፍ ዓሰርተ ቁጽሪ ሓደ ኣለና ቀርኔሌዎስ ድማ ጻድቕ ሰብኣይ ነበረ ይብለና። ጴጥሮስ ደሓር መጺኡ እዩ ጸልዩሎም መንፈስ ቅዱስ ተቐቢሉ ገለ በቲ ኣገባብ እንተደኣ ኮይኑ ዝደሓነ ንብሎ በቲ ደፊንሽን ናይ ሕጂ ዘሎ ማለት እዩ ደሓር እዩ ክንብል ኣምላኽ ልቡ ይፈልጥ እዩ ብዝኾነ ነገር ግን ኢጣልያዊ ክንሱ ካብቶም ዓሌት ኣህዛብ ክንሱ ኣይሁዳዊ ዘይኮነ ክሉ ግን ጻድቕ ሰብኣይ ኔሩ ኢልዎ ምኽንያቱ ሰናይ ዘበለ ነገር ክገብር ዝተግህ ዝነበረ ሰብኣይ እዩ ንድኻታት ዝሕግዝ ዝነበረ ቤት ጸሎቶም ውን ንኽህነጽ ዝሕግዞም ዝነበረ፣ ኣብ ኩሉ ሰናይ ዝኾነ ተግባራት ዝውፈ ዝነበረ እዩ፣ ብቓሉን ብግብሩን። ስለዚ ድማ ጻድቕ ተባሂሉ ማለት እዩ። ስለዚ እቲ ጽድቂ ዝብል ቃል ናይ ሓድሽ ኪዳን እውን ምስ ከምዚ ዝተዛመደ እዩ እሞ ክንጥንቀቐሉ እግዚኣብሄር ይምዕደና። ብፍላይ ኣብቲ ልዕልና ሕጊ ዝብል ግን ቅድም ቀዳማይ ኮይኑ ክገብሮ ክርከብ ዝግብኦ ክርስትያን እዩ። ምኽንያቱ ነቲ ዝኣምኖ መጽሓፍ ቅዱስ ቃል ነቲ ሕገ መንግስቲ ኣኽብር ዝብሎስ ንሱ እዩ እቲ ቃል እዩ ነቲ ዝኣምኖ መጽሓፍ ቅዱስ ንሱስ ይእዝዞ እዩ ልዕልና ሕግስ ቅድም ኣኽብር ይብሎ ጴጥሮስ ከምኡ ኢልዎ ኣሎ ጳውሎስ ከምኡ ኢልዎ ኣሎ ክርስቶስ ከምኡ ኢልዎ ኣሎ ስለዚ ክርስትያን ኣብቲ ምፍጻም ሕግን ኣብቲ ምእዛዝን ተማእዚዙ ብምኻድ ብናይ መንግስቲ እቲ ቀንዲ እግዚኣብሄር ዝደልዮ ኣብ ልዕሊ ክርስትያናት ስለዚ ቀዳማይ ኮይኑ ክርኣይ ይግብኦ ማለት እዩ። ሕጂ ከምቲ ዝበልኩኹም ኣብዚ እንታይ እየ ዝብል ዘለኹ ኣነ ቃል ኣምላኽ ዝምህረና ስርዓት ሰብ ዝበሃል ኣሎ ኢሉና ኣሎ። ሕጊ ሰብ ዝበሃል ኣሎ ኢሉና ኣሎ። ብዝተፈላለየ ዓይነት ክንርድኦ ንኽእል ኢና። ቅዋም መንግስቲ ክንትርጉሞ ንኽእል ኢና ዝተፈላለየ ግን ስርዓት ብግቡእ ዝወጸ ስርዓት ሰብ ከም ዘሎ ቃል እግዚኣብሄር ኣንዳዕዲዑ ነጊርና ኣሎ። በዚ ምኽንያት እዚ ኸኣ እቲ ኣብዛ ዓንቀጽ እዚኣ እታ መልእኽቲ ዝደልያ ዘለኹ ሕጊ ይንገስ ዝብል እዩ ማለት እዩ። ሕጊ ብላዕሊ ይኹን። እቲ ስርዓት ሰብ ንብሎ ዘለና ኣብ ልዕሊ ኹሉ ይኹን ማለት ዳኛ ክፈርድ ከሎሲ ብናቱ ስምዒትን ብዝተራእየን በቲ ድሌት ዝምባልኡን ኣይፍረድ። በቲ ዝርድኦ ናቱ ዓለም ወይ ዎርልድ ቪው ንብሎ ብኸምኡስ ኣይፍረድ። ብምንታይ ድኣ በዚ ሕጊ ይንገስ ዝብሎ ዘለኹ ማለት እዩ። ሕጊ እንተድኣ ኣብ ላዕሊ ኮይኑስ ንሱ ይግዝኣዮ። በቲ ጽሑፍ መሰረት። ብዘይ ኣፋላላይ ንዝኾነ ብኸምኡ ዓይነት ክፈርድ ክኽእል ኣለዎ። መዓስ? ሕጊ እንተድኣ ነጊሱ ማለት እዩ። ቀዳሞት ግዳይ ዝኾኑ ብዘይ ምጥርጣር ኣነ ኣብ ብዙሕ ሃገራት ኣፍሪቃ ከይደ ኣለኹ፣ ክንመጽእ ከለና ድዩ ብዝተፈላለየ ብፍላይ ሃገረ ኣፍሪቃ በዚ ፍትሒ ዘይብሉ ዓይነት ምምሕዳር፣ ዝተወቕዐ ህዝቢ እዩ። ንፍትሒ ክቃለስ ዝግብኦ ህዝቢ እንተ ደኣ ሃልዩስ ህዝቢ ኣፍሪቃ እዩ ኣብ ዓለም። ንእሽተይ ነገር ጎዲላ ኣብዚ ዓዲ ዓመጽ ዝመስል እቲ ህዝባዊ መንግስቲ ከውጽእ ከሎ ወይ ዝተፈላለየ ውልቀ ሰብ እውን ይኹን ከመይ ኢሎም እዮም ነዲሮም ዝትስኡ? ንምንታይ? ንፍትሒ ደው ክብሉ ስለ ዝመረጹ። ሰይጣን እኮ ይዕዝመካ እዩ ኣነ ክርድኣኒ ከሎ እናተጨፍጨፍካ ስኢልካ ኣምላኽ ሓርነት ሂብካ ከሎ እግዚኣብሔር ብፍትሒ ክትነብር ካብቲ ባህሪኡ መቒልካ ከሎሲ ተዓዚምካ ኮፍ ትብል ባርነት ዝለመደ ሰብ ኣብ ሓርነት ምስ ወፀ ነቲ ሓርነት ኦል ኦቨር ክለማመዶ ከዓ ግዜ ይወስድ እዩ ባርነት ዝለመደስ ወላ ካብቲ ባርነት ምስ ወጸ ነቲ ዝወጸሉ ሓርነት ኤክሰርሳይዝ ክገብሮ ክጥቀመሉ ብሓይሊ እቲ ንነዊሕ ዘበን ተላማሚድዎ ዝጸንሐ ናይ ባርነት ባህሪ ስለ ዝጸቕጦ በተግ ኢሉ ነቲ እንቋሖ ክሰብሮ ኣይክእልን እዩ። ከምኡ ይመስለኒ። ንፍትሒ ክቃለስ ዝግብኦ ግን ከም ህዝቢ ኣፍሪቃ የለን እዚ ዝተዓመጸ ህዝቢ ኢዩ ማለት ኢዩ ምኽንያቱ ልዕልና ህግ ዘይነገሰሉ ኢዩ ማለት ኣብ ብዙሕ ነገር ጽቡቅ ክንርኢ ንኽእል ኢና ግን in general ኢየ ዝዛረብ ዘለኹ ዝረኣኽዎን ዝጠዓምክዎን ነገር ከኣ ስለ ዝኾነ ዓለም ውን ስለ ዝፈልጦ ነዚ expose ክገብር ኢዩ እግዚኣብሄር ከኣ ኣገልጋሊ ኣምላኽ ዝገብረካ። እግዚኣብሄር ቃል ኣምላኽ ንኽትእውጅ እንተድኣ ብሓቂ ክግዛእ እየ ክእዘዝ እየ ከገልግል እየ ኢልካሲ ካብዚ ንላዕሊ ቀዳማይ እግዚኣብሄር ዝጠልበካ የለን ኣብ ጸልማት ብርሃን ክትገብር እዩ ማለት እዩ እግዚኣብሄር ኣምላኽ ዝተመስገነ ይኹን የሱስ ክርስቶስ ኣብ ምዕራፍ ዓሰርተ ክልተ ማቴዎስ ቁጽሪ ዓሰርተ ሸውዓተ ከምዚ ኢሉ ኣሎ እቲ ብነብዪ ኢሳይያስ ዝተባህለ ክፍጸም ከምዚ ዝብል እንሆ ዝሓረኽዎ ጊልያይ ነፍሰይ ዝሰመረቶ ፈታውየይ ኣብኡ መንፈሰይ ከሕድር እየ ንሱ ድማ ነህዛብ ፍትሒ ከውጽኣሎም እዩ ኣይከራኸርን ኣይጭድርን ኣብ ኣደባባይ እውን ሓደ እኳ ድምጹ ኣይክሰምዕን እዩ ፍርዲ ናብ ዓወት ክሳዕ ዘብጽሕ ጭፍሉቕ ሻምብቆ ኣይሰብርን ዝተክኽ ፈትሊ ጥዋፍ እውን ኣየጥፍእን እዩ፣ ኣህዛብ ከኣ ብስሙ ተስፋ ክገብሩ እዮም። እግዚኣብሄር ይመስገን ፍትሒ ዘድሊ ኣብ ዓመጽ ዘለዎ እዩ፣ ፍትሒ ኣብ ፍትሒ ዘለዎ ኣየድልን እዩ፣ ፍትሒ ኣብ ሰላምን ምርግጋእን ዘለዎ ኣይስበኽን እዩ፣ ፍትሒ ኣብ ራህዋን ብልጽግናን ሓርነት ህዝብታት ዘለዎ ኣየድልን እዩ። ፍትሒ ግን ኣብ ዘይፍትሒ ቦታ ምስባኽ የድሊ። ፍትሒ ግና ከምዚ የሱስ ክርስቶስ ናብ ዓወት ክሳዕ ዘብጽሖ፣ ጭፍሉቕ ሳንብቆ ኣይሰብርን እየ፣ ዝተክኽ ጥዋፍ ድማ ኣየጥፍእን እየ ዝበለ፣ ናብ ዓወት ክሳዕ ዝበጽሕ ይጋደል ማለት እዩ። የሕዋተይ ዋና ክትርድእዎ ዘለኩም ሚሽን ናይ የሱስ ክርስቶስ እቲ ናብ ዓለም ክመጽእ ከሎ እቲ ናይ መወዳእታ ዕላምኡ እምበኣር ፍትሒ ናብ ዓወት ከብጽሕ እዩ። ኣብ መወዳእታስ ፍትሒ ክነግስ እዩ እቲ ዕላምኡ። ምክንያቱ ብሓጢኣት ዝተበደለ ህዝቢ፣ ብመራሕቱ ዝተበደለ ህዝቢ፣ ብርእሱ ብናቱ ሓሳባት ብናቱ ጸቕጢ ዝተጨቆነ ህዝቢ ናብ ሓርነት ንኸውጽእ ኣብ መወዳእታ ዝመጸ ኢየሱስ ክርስቶስ፣ ካብቲ መንፈሳዊ ትርጉሙ ክሳዕ'ቲ ስጋዊ ትርጉሙ፣ ኤስካቶሎጂካል እዩ ንብሎ። ማለት እቲ ሓርነት ዝጅምር ኣብዚ ከለኻ እዩ። ኣብዚ ከለኻ ንሓርነት ክትቃለስ ዘይከኣልካ ኣብ ሰማይ ክረኽቦ እየ ማለት እቲ የሱስ ክርስቶስ ዝገበሮ ፓተርን ኣየርእየናን እዩ። ስለዚ ንፍትሒ ንፍርዲ ፍትሕን ፍርድን ኢልዎ ዘሎ ንሱ እዩ። ክሪሲስ ዝብሎ በቲ ቋንቋ ናይ ግሪኽ ሓደ ቃል እዩ። ፍርዲ ምውጻእ ማለት ብቕኑዕ ምፍላይ ማለት እዩ፣ ንሱ ኸኣ ፍትሒ ምግባር ማለት እዩ። ንነገራት መመደቦም ምሃብ፣ ንሰባት ኣብ መመደቦም ምቕማጥ፣ ብማዕረ ምኽፋል። ኣብ በቦትኡ ክተቐምቕጦ ከለኻ ክትፈርዶ ከለኻ ብቕኑዕ ንሱ ማለት እዩ እቲ ፍትሒ ደሪቨሽን ናይቲ ቃል ፍትሒ ፍርዲ ዝብል ንሱ እዩ እቲ ክሪስስ እቲ ክራይስስ ዝብል ቃል ናይ ኢንግሊሽ እውን ካብኡ ዝመጸ እዩ ማለት ተፈሪድና ንኽብሉ ደልዮም ማለት እዩ ስለዚ ንፍትሒ ዝተቓለሰ ንፍትሒ ዝሰበኸ ንድኻታት ፍትሒ ከውጽኣሎም ፍርዲ ከውጽኣሎም ንሕሙማት ዘሕወየ፣ ንጽጉማት ራህዋ ዝገበረ፣ እዚ ማለት ከኣ ፍትሒ ዘውጸኣ የሱስ ክርስቶስ ሚሽኑ ንሱ እዩ ነይሩ፣ ክርስትያን ከኣ ንፍትሒ ክጽዕርን ክጋደልን ይግብኦ ማለት እዩ። ኣብ ዓወት ክሳዕ ዝበጽሕሲ ኣይድቅስን እየ። እቲ ፋይናል ጎል ናይ የሱስ ክርስቶስ ዝነበረ እምበኣር ንህዝብታት ብፍትሒ ንዘልኣለም ንኽነብሩ እዩ። ብቕዱስ ፍርዲ ንዘለኣለም ንኽነብሩ እዩ። እዚ እዩ እቲ ናይ የሱስ ክርስቶስ ህይወት ምኽፋል እውን ዘስዓበ። ንምንታይ እዩ የሱስ ክርስቶስ ህይወቱ ኸፊሉ? ካብ ሓጢኣት ሓራ ኽገብረና። ካብ ሓጢኣት ሓራ ዄንናኸ እንታይ ክንከውን? ሓጢኣት እቲ ዋና ሰበብ ንሱ እዩ፣ እቲ ሓጢኣት ከኣ ንእምሮ ሰብ እውን ብትኽክል ክሰርሕ ከም ዘይክእል እዩ ገይርዎ። ማለት ኣብ ሰብ ፍጽምና የለን ምሽ ንብል፣ ፐርፌክሽን ዝበሃል የለን። ንምንታይ? እቲ ሓጢኣት ደበና ኮይኑ ኩሉ ግዜ ደጒልዎ ስለ ዘሎ። ፐርፌክሽን ዝበሃል ኣብ ሰብ የለን። ፐርፌክሽን ስለ ዘየለ ከኣ ኣብቲ ምምሕዳር ሰብ እውን ኩሉ ግዜ ጎደሎ ኣሎ። በዚ ድማ ኢንጃስትስ ይመጽእ፣ ዘይፍትሒ ይመጽእ፣ እቲ ሓደ ነቲ ሓደ ክዕምጾ ትርኢ። ንጹር ተዝኸውን እቲ እምርኡ፣ ኣበሳ ዘይብሉ እንተዝኸውን እኮ ጽሩይ እዩ ክኸውን። እቲ ጽሬት ከኣ ዘይፍትሒ ክህልዎ ኣይክእልን እዩ፣ ምኽንያቱ ዘይፍትሒ ፓርቲክል ናይ ሓጢኣት እዩ። ስለዚ የሱስ ክርስቶስ ኣብ ክንዲ ሓጢኣትና ሞይቱ ካብ ሓጢኣት ሓራ ክገብረና፣ እንተድኣ መጺኡ እቲ ሓራ ምውጻእ ካብ ሓጢኣትሲ ንፍትሒ ንኽንነብር እዩ እቲ ዕላማ። ስለዚ እምበኣር ፍትሒ ናይ ህዝቢ ኣገዳሲ እዩ። ፍርዲ ናይ ደቁ ኣገዳሲ እዩ። ብሰላምን ብራህዋን ክነብር እግዚኣብሄር ዝሃቦ ህያብ ውህብቶ ዝመጠወሉ ደቂ ሰባት ነቲ ሓርነት ናይ ሰባት ክምንጥልዎ መሰል የብሎምን ነዚ ከኣ ቤተክርስትያን ውን ክትነቕሓሉ ይግባእ ክትሰብኽ ትበሃል ዶክተር ኣብየ ኣብቲ ዝገበሮ መደረ ትማሊ እንተ ሰሚዕኹሞ ኮይንኩም ንሱ ኢሉ ካህናት ከኣስ ፍትሒ ስበኹ ኢሉ ማለት እዩ ጽቡቕ እንድዩ ስሚዕና ሰላም እዩ ምሽ ዝእውጅ ዘሎ ሰብኣይ እቲ ናቱ ይንኽልኣዮ ጽቡቕ እዩ ጌሩ ሓደ ካብቲ ዝበሎ እንተ ክንቅበሎ ኮይንና እምበኣር፣ ኣቕሽሽቲ ኣብ ሙስና በቲ ናቶም ቋንቋ፣ ኣብ ጉቦን ኣብ ካልእን ኣይኮንኩም ክትኣትዉ ዝግበኣኩም፣ ፍትሒ ስበኹ። ዋይ! ንጉስ ከኣ ከምኡ ዝብል ተረኺቡ። ፍትሒ ዘይፈቱ ዓማጺ እዩ። ፍትሒ ዘይፈቱ ናይ እግዚኣብሔር ኣይኮነን ኣብ በተክርስትያን ፍትሒ ክስበኽ ዘይደሊ ናይ ሰይጣን እምበር ናይ ኣምላኽ ኣይኮነን። ሓርነት ናይ ህዝብታት ዘይደሊ ካብቲ ጸላም እምበር ካብቲ ብርሃን ኣይኮነን ዝተፈላለየ ዓይነት ኣጀንዳ ይሃልዎ ብዘየገድስ ሰላም ናይ ህዝብታት ዘይትምነ ብልጽግና ናይ ህዝብታት ዘይትምነ መንፈሳዊ'የ ክብል ኣይክእልን'ዩ። ምኽንያቱ የሱስ ክርስቶስ ዝተጋደለሉ ፍትሒ ክሳዕ ትወጽእ ነቲ ስቡር ሻምብቆ ማለት ነቲ ድኹም፣ መሊሰ ጥዋዕ ኣየብሎን እየ። እቲ ሻምብቆ ሕሱር ስነ ዝነበረ እቲ ሜታፎር ናይ ብሉይ ኪዳን ዘምጽኦ ኢሰያስ ኣብ ምዕራፍ ኣርብዓን ክልተን ዝተዛረቦ እዩ ማቲዎስ ደጊሙ ብዛዕባ የሱስ ክርስቶስ ዝበለ እንታይ ኢሉ ማለት እዩ ስቡር ሻምብቆሲ ኣይ ጭፍሉቅ ሻምብቆስ ኣይሰብርን እየ ሻምብቆ ንገዛ መስርሒ ይጥቀምሉ ብላዕሊ ማለት እዩ ሻምብቆ ንሻምብቆ ፍሉት መውቅዒ ይጥቀምሉ፣ ሻምብቆ ንመጽሓፊ ይጥቀምሉ ነይሮም። እቲ ዝሓሰረ ንብረት እንተድኣ ሃልዩ ኣብቲ ብሉይ ኪዳን ብፍላይ ኣብቲ ዝነበረሉ እዋን ሻምብቆ እዩ። ስለዚ ጭፍሉቕ ሻምብቆ ዓጺዶም ዓጺዶም ሻምብቆታት ምስ ኣከቡ ንኽሰርሕሉ ኢሎም ኣብ ማእከል ሓደ ጭፍሉቕ ሻምብቆ እንተድኣ ረኺቦም ኣይግደሱን እዮም ኣውጽኣ ኢሎም እንታይ እዮም ዝገብርዎ ይድርብይዎ ካልእ ሻምብቆ የምጽኡ ዝሓሰረ ነገር እዩ። የሱስ ክርስቶስ ግና ኣነ እቲ ጭፍሉቕ ሻምብቆስ ኣይሰብሮን እየ፣ ምኽንያቱ ፍትሒ ኣይኰነን፣ ጕዱል ስለ ዝዀነ፣ ውጹዕ ስለ ዝዀነ ኢለስ ኣይገድፎን እየ፣ ዘኒነ፣ ዘይቲ ኣፍሲሰ፣ ወይኒ ኣፍሲሰ፣ ኵሉ ነገር ገይረ ጸጊነ ምስ ህዝቡ ኣብቲ ቤት ክሃንጾ እየ። ዝተክኽ ጥዋፍ ከኣ ኣየጥፍእን እየ። ዝተክኽ ጥዋፍ ከኣ ጭልምልም ዝብል ማለት እዩ። ብጨና ዝውዳእ እካ ዝሓሰረ ንብረት እዩ ስእውን ኣብቲ ቀዳማይ ክፍለ ዘበን ዝነበረ ወላ ኣብ ብሉይ ኪዳን እውን እቲ ኣርኪዮሎጂስት ኤክስካቬት ክገብሩ ከለዉ እቲ ዝበዝሕ ዝረኽብዎ እዚ ነገራት እዚ እዩ። እዚ ጨለምለም ዝብል ጋዝ ንብሎ ዓይነት ማለት እዩ ኣብ ዓድና። ጭልምልም ክትብል ከላ ንዓኣ ውን ኣየጥፍኣን እየ ኢሉ። መሊሰ ብርሃና ወሊዐ ደኣ ምስ ሰባ ይሰርሓ። ንምንታይ? ንፍትሒ ኢሉ ስለ ዝመጸ። እረ ፍትሒ ጸላዕላዕ ዝብሎ ናይ ኣምላኽ ኣይኮነን። ንፍትሒ እዩ ተቓሊሱ የሱስ ክርስቶስ፣ ክርስትያናት ከኣ ንፍትሒ ክቃለሱን ክጋደሉን ይግብኦም፣ በቲ ቃል ዝተዋህቦም ማለት እዩ። ስለዚ ምእንቲ እዚ ሓደ ካብቲ ናይ ቤተክርስትያን ሚሽን ከምቲ ዝበልኩኹም እዚ እዩ ማለት እዩ። እዚ ከኣ ቤተክርስትያን ኣብቲ ምድብ ክከፋፈል ከሎ በቲ ፖለቲካዊ ቲዮሎጂ ንብሎ፣ Political Theology፣ ሓደ ሚስቲካዊ ዝኾነ እምነት ኣሎ። ካልኣይ ከኣ ትንቢታዊ ዝኾነ እምነት፣ Prophetic Faith፣ ንብሎ ማለት እዩ። እዚ ብዙሕ ግዜ ይደጋገም እዩ ኣብ ክርስትና ማለት እዩ። እቲ ምስቲካዊ ንብሎ እንታይ እዩ ዝገብር መስለኩም? ብድሆታት ምስ መጸ ኣብ እዋን ብድሆ ናብ ደቂ ሰባት ገጹ ምስ መጸ ኣብ ክንዲ በቲ ዝተዋህቦ ንዋየ ክእለት ከይሰርሕን ንኣምላኽ ነገራቱ ከየረክብን ሃዲሙ ካብቲ ኩነታት ነገራቱ መንፈሳዊ ጥራሕ ይገብሮ ወይ ከኣ ሚስቲካል ንብሎ ማለት እዩ። በቲ ዝተዋህቦ ጸጋ ኢንቮልቭ ኣይገብርን እዩ ኣብቲ ኩነታት ናይቲ ህዝቢ። በቲ ዝተዋህቦ ንዋየ ክእለት ንሓዉ ራህዋ ምእንቲ ክመጽእ ኢሉ ኣይጋደልን እዩ። ሚስቲክ እዩ። ነገራት ብዘይትንከፍ ነገራት ጥራሕ እዩ ሶልቭ ክገብሮ ዝደሊ። ንኣብነት ሓዉ ጠምዩ ከሎሲ እግዚኣብሄር ምግቢ እባ ሃቦ ኢሉ ጥራሕ እዩ ዝጽሊ። ትሬዠር ኣብዚ ካዝናታት ከለዎ እኽሊ ማለት እዩ። ንሓዉ ዓሪቑ እንተመጸ ከምቲ ያእቆብ ዝበሎ ኪድ በል ሙቕ ርወ ብሰላም ደኣ ኪድ ይብሎ ኣብ ገዝኡ ክዳውንቲ ከለዎን ካልእ ከለዎን ናይ ግብሪ ሰብ ኣይኮነን ማለት እዩ እምነት ብዘይ ግብሪ ከኣ ምውቲ እያ ስለዚ እቲ ሚስቲካል እምነት ንብሎ ሚስቲካዊ እምነት ኣይትንክፍን እዩ ቋንቋ ጥራሕ እዩ ዝዛረብ ኢንቮልቭ ኣይገብርን እዩ በቲ ዝተዋህቦ ጸጋ ናይ ቃል ጸጋ ድዩ ተዋሂብዎ ኣብቲ ሽግር ናይ ህዝቡ ኣይሳተፍን እዩ ኣብ ሽግር ናይ ጎረቤቱ ናይ ብጻዩ ኣይሳተፍን እዩ ኢደ ጥበብ ካልእ ክእለት ድዩ ተዋሂብዎ እግዚኣብሄር ብገንዘብ ድዩ ባሪኽዎ ብዝተፈላለየ ዓይነት ካልእ ነገራት ድዩ ባሪኽዎ ኢንቮልቭ ይገብር እንድዩ ግን እግዚኣብሄር ምሕረት የውርደልካ እግዚኣብሄር ይብጻሕካ ኢሉ ብማዕዶ ከይተንከፈ ኣጻብዕቱ ጥራሕ እዩ ዝኸይድ እዚ ሚስቲካል ንብሎ ማለት እዩ ኣንጻር እዚ ሚስቲካል እምነት ክርስትና ግን ፕሮፌቲክ እዩ ወይ ከኣ ትንቢታዊ እዩ። ፎርዝ ቴሊን ንቕድሚት እናደፍአ ብኹሉ ሓይሉ ዝኸይድ እዩ ማለት እዩ። ብቓል ይነግር ብግብሪ ከኣ ይነግር። ክርስቶስ እቶም ሰብ ኤማሆስ ክምስክሩሉ ከለዉ ኣብ ሉቃስ ምዕራፍ ዕስራን ኣርባዕተ ብቓልን ብግብርን ከኣሊ ነበረ ይብለና። እግዚኣብሔር ኣምላኽ ይመስገን። ስለዚ ክርስትያናት ከኣ ኢንቮልቭ ክገብሩ ኣብቲ መከራ ህዝቦም ኢንቮልቭ ክገብሩ ኣብ መከራ ናይ ጎረቤቶም ብዘለዎም ክእለት ናይ ምጽንናዕ ክእለት ጸጋ ድዩ ተዋሂብዎም ብከምኡ ናይ ጸሎት ድዩ ኣብ ገዝኦም ኣትዮም ክጽልዩ ንዋየ ንብረት ካልእ ነገር ድዩ ተዋሂብዎም ብከምኡ ክረድኡ ብኸምኡ ክሳተፉ። እዚ እዩ እቲ ቃል እግዚኣብሄር ዝምህረና። ስለዚ ትንቢታዊ እዩ እምነት ክርስትና ክንብል ከለና ብማዕዶ ጥራሕ ዝርኢ ኣይኮነን። የሱስ ክርስቶስ ከምኡ ነቶም ዓሰርተ ክልተ ልኡኻቱ ነቶም ደቂ መዛሙርቱ ደሓር ሃዋርያት ዝኾኑ ክልእኮም ከሎ ናብተን ዓድታት ኪዱ ስበኹ ኣጋንንቲ ብስመይ ኣውጽኡ ሕሙማት ፈውሱ ኩሉ ነገር ስራሕ ጽድቂ ዘበለ ግበሩ ክብሮም ከሎ ኣብ መወዳእታ ከምዚ ኢልዎም ኣብ ፍሮንት ኣብቲ ዘድልየሉ Right Time ንነገራት ኮንፍሮንት ክትገብሮም ከም ዝግብኣካ የሱስ ክርስቶስ ባዕሉ ብቓሉ ነግረና ኣሎ። እናበደለ ከሎ እናዓመጸ ከሎሲ መንፈሳዊ እየ ክታረኽ ኣይደልን እየ ኢልካሲ ከምቲ ነቲ ካብ ያሪኮ ካብ የሩሳሌም ንያሪኮ ዝወርድ ዝነበረ እሞ ዝቐጥቀጥዎ ርእይ ኣቢሎሞስ እቲ ሌዋዊ ሕልፍ ኢሉ ዝኸደስ ከምኡስ ኣይትግበር እዩ የሱስ ክርስቶስ ዝበሎም ኮንፍሮንት ክትገብሮ ኣለካ ነቲ ጸላም። All and all the time ማለተይ ኣይኮነን ኣብዚ እቲ ጥበብ ኣምላኽ ኣሎ መዓስ ክትገብሮ ከም ዝግበኣካ ልብኻ ውን ይረትዓካ እዩ ነገራት ማለት እዩ ግን involve ንኽትገብር ቃል እግዚኣብሄር ይዕድም እዩ ከምዚ ይብለና ማለት እዩ ነቶም ዓሰርተ ክልተ ዝበሎም እምበኣርስኸ ዘይቅላዕ ክዱን ዘይፍለጥ ድማ ስዉር የልቦን እሞ ኣይትፍርህዎም ኣብ ጸልማት ዝነገርኩኹም ብብርሃን ተዛረብዎ። ኣብ እዝንኹም ዝሰማዕኩምዎ ኸኣ ኣብ ናሕሲ ዄንኩም ስበኽዎ፣ ኣብ ኣዳባባይ ማለት እዩ ናሕሲ፣ ነቲ ነፍስን ስጋን ኣብ ገሃነም ከጥፍእ ዝከኣሎ ደኣ ኣዚኹም ፍርህዎ እምበር፣ ነቶም ንስጋ ዝቐትሉ ንነፍሲ ግና ምቕታላ ዘይከኣሎም፣ ኣይትፍርህዎም ስለዚ ንነገራት ሳብ ስፒሲስ ኣይተርነታተስ እብልዎ ብመንጽር ዘለኣለማውነት ክትርእይዎ ማለት ነዚ ሓጺር ሂወት ኣብዚ ሂወት እንነብሮ ጥራሕ ዘይኮነስ ብመንጽር ዘለኣለምና እቲ ነፍስኹምን ስጋኹምን ከጥፍእ ዝኽእል ደኣ ፍርህዎ እምበር ስጋኹም ንኸጠፍእ ዝኽእልሲ ኣይትፍርህዎ ኢሉ ኣሎ up front የሱስ ክርስቶስ እንታይ ማለት እዩ ቻለንጅ ከጋጥመኩም እዩ ፍትሒ ክትእውጁ ከለኹም ሰላም ክትብሉ ከለኹም ብድሆታት ከጋጥመኩም እዩ፣ መጉዳእቲ ከጋጥም እዩ፣ ክሳዕ ቅትለት እውን ከምዚ ፓስተር ክምስክረልና ዝወዓለ ማለት እዩ እውን ከጋጥም ይኽእል እዩ፣ ግን ስጋኹም እዩ ዝኣ ዝሓልፍ እምበር ነፍስኹምሲ ንዘለኣለም እዩ ዝነብር። እዚ ብመንጽር ዘለኣለማውነት ክንሪኦ ከለና ማለት እዩ። ክርስትና ከኣ እቲ ፍሉይ ዝገብሮ ናይ ሕጂ ህይወት ጥራሕ ኣይኮነን ኣትኪሩ ዝርኢ፣ እንታይ ደኣ ብመንጽር ዘለኣለማውነት እዩ ንነገራት ዝትርጉሞም ወይ ከኣ ዝትምኖም። ሰፊሕ እዩ ክርስትና። ናይ ገዛ ገዛ እናገበርካ ጥራሕ ትሓልፎ ኣይኮነን። ኣምላኽ ናብቲ ቤቱ ናብ መንግስቱ ክንመጽእ ብቀሊል ነጊርና እዩ። ክርስቶስ ክንኣምን እሞ ናይ ዘልኣለም ሂወት ክነግር ሲምፕል እዩ። That doesn't mean simplistic እዚ ማለት ግን ክርስትና ቀሊል ወይ ከኣ ነገራት ውስን ውስን ዘብል ማለት ኣይኮነን። ደም ንጹህ ጻድቕ ጎይታ የሱስ ክርስቶስ ዝተኸፍሎ እዩ። ኣብ ንኹሉ ኣብ ግምት ከኣ ዝእቱ እዩ። ነቲ ንሕና ንጸልኦ ነገራት እውን ኣብ ግምት ዝእቱ እዩ። ንስኻ ሓንሳብ ሓደ ሓደ ግዜ ባህ ዘይብለካ እንተ ኾይኑስ እግዚኣብሄር ምሳኻ ኮይኑ ባህ ዘይብሎ ክኾን ክኸውን ኢኻ ትደሊ። ንኹሉ ዘካትት እዩ እግዚኣብሄር። ንዓኻ ምስ ዕያካ ተቐቢልካ ምስ ጸገምካ ተቐቢልካ ንዓይ ምስ ጸገመይ ምስ ኩሉ ጉድለተይ ተቐቢልኒ ነቲ ብ ማዕዶ ዘሎ ከኣ ከምኡ እግዚኣብሄር ምስ ጸገሙ ምስ ኣበስኡ ምስ ክፉእ ነገሩ ተቐቢልዎ እግዚኣብሄር ስሙ ዝተባረኸ ይኹን we have እምነት ኣለና ኣብ እግዚኣብሄር ማለት እዩ እቲ እምንቶና ኣብ እግዚኣብሄር እዩ ሃዋርያ ጳውሎስ ኢሉ ስለዚ እግዚኣብሄር ከምኡ ዓይነት ኣረኣእያ ክህልወና እዩ እቶም ክርስትያን ንብል ማለት እዩ እግዚኣብሄር ዝደሊ። ከምኡውን ያእቆብ ከምቲ ዝበልኩኹም ከምዚ ኢሉ ኣሎ፣ ሓወይስ ሓብቲን ተዓረቑ፣ ናይ ዕለት ምግቢውን እንተ ሰኣኑ፣ እሞ ንስጋኦም ዘድሊ ከይሃብኩሞምሲ፣ ሓደ ኻባኻትኩም፣ ብሰላም ኪዱ፣ ምቑ፣ ጽገቡ እንተ በሎም፣ እንታይ ይጠቅም? ከምኡ ኸኣ እምነት ግብሪ እንተ ዘይብላስ ንርእሳ ምውት'ያ። ግናኸ ሓደ ሰብ ግዳ ንስኻ እምነት ኣላትካ፣ ኣነ ኸኣ ግብሪ ኣሎኒ፣ ይብል ይኸውን። እምበኣርሲ እምነትካ ብዘይ ግብሪ ኣርእየኒ፣ ኣነውን ብግብረይ ገይረ እምነተይ ክርእየካ እየ። ስለዚ እምነት ክርስትና ብምንታይ ገይርካ እዩ ዝርኣይ? ኣነሲ ነቲ እምነተይሲ ብመልክዕ ግብሪ ገይረ ከርእየካ እየ እዩ ዝብል ዘሎ ሃዋርያ ያእቆብ ሓው ጎይታና የሱስ ክርስቶስ። እቲ እምነትሲ እምነት ጥራሕ ሚስቲካል ጥራሕ ኣይኮነን ከምቲ ዝበልኩኹም ሚስቲካዊ ማለት ዘይጭበጥ ዝበንን ነገር ኣይኮነን ምስዚ ኣብ ምድሪ ዘለናዮ ነገራት እውን ዝተኣሳሰረ እዩ። እቲ ንነብሮ ዘለናስ ክፋል ናይቲ ጽድቃዊ ህይወት እግዚኣብሄር ዝደልዮ ክኸውን ይግብኦ። እቲ እግዚኣብሄር ኣብ ሰማይ ዝደልዮስ ኣምልኾስ ንኹሉ ይጠቅም እዩ ከም ዝበሎ ሃዋርያ ጳውሎስ ማለት እዩ ኣብዝን ኣብቲ ዝመጽእ ብዛዕባ ኣምልኾ ኣብቲ ናይ ኣገልገልቲ ተማሂርና ኔርና ኣስፊሕና ማለት እዩ ኣብዝን ኣብቲ ትመጽእ ዓለምውን ኣምልኾስ ኣዝዩ ዘገድስ እዩ እንታይ ማለት እዩ እቲ ጽድቃዊ ሂወት ናይ ክርስትናስ ኣብዚ ሕጂ ብግብሪ ኢኻ ትጅምሮ ማለት እዩ እግዚኣብሄር ኣምላኽ ዝተመስገነ ይኹን ዮውሃንስ ውን ኣብ ቀዳማይ ዮውሃንስ ሰለስተ ሸሞንተ ከምዚ ኢልና ኣሎ። ኣቱም ደቀየ፣ ብግብርን ብሓቅን እምበር፣ ብቓልን ብልሳንን ኣይንፋቐር ኢሉ ማለት እዩ። የሱስ ክርስቶስ እቲ ፍቕሪ እውን ክኸውን ከሎ ምስናይ ግብሩ። ስለዚ ኣብቲ ኣብ የሱስ ክርስቶስ ዘንበብክዎ ነገራት እንተድኣ ተመሊስና ማለት እዩ፣ ሓለፋ ኹሉ የሱስ ክርስቶስ ዝገበሮ ነገር እንተ ደኣ ርኢና ቃሉ ጥራሕ ኣይኮነን ሰዲድልና እግዚኣብሄር ማለት ከምዚ ክብለኩም ዝወዓልኩ ተሳታፊ እዩ እቲ ኣማኒ ወይ ከኣ እቲ ክርስትና ኣብቲ ኣብ ጸልማት ዘለዎ ብርሃን ንኽእውጅሲ ተሳታፊ እዩ ክኸውን ዘለዎ ብግብሪ። እዩ ቃል ኣምላኽ ዘምህረና። ካበይ ኢና ተማሂርናዮ? የሱስ ክርስቶስ ባዕሉ፣ እግዚኣብሄር ኣቦ'ውን ባዕሉ ንቓል ነብያት ጥራሕ ልኢኹ ጠጠው ኣይበለን። ሓደ እዋን ኣብ ታሪኽ የሱስ ክርስቶስ ባዕሉ ኣብ ገጽ ምድሪ መጺኡ ምስ ደቂ ሰባት ኣብ ማእከሎም ደው ኢሉ እዩ። ኣርእይና፣ ተማላሊሱ፣ ስራሕ ጽድቂ ሰሪሑ፣ ፍትሒ ሰቢኹ፣ ሂወቱ ከኣ በጃ ኩላትና የሕሊፍዎ ብግብሪ መጺኡ ኢንቮልቭ ጌሩ ኣብቲ ዘድልዮ ነገራት ማለት ኢዩ ፍትሒ ንከራጋግጽ ራህዋ ንከራጋግጽ ንህዝብታት ካብ ሓጥያት ነጻ ክገብሮም እሞ ብሰላም ምእንቲ ክነብሩ ብኣካል መጺኡ ሂወቱ ድማ ኣሕሊፉ እዚ ቅድም ካብ እግዚኣብሄር ኣምላኽና ኢና ንማሃሮ ማለት ኢዩ። ስለዚ እዚ ዝበልናዮ ኩሉ እቲ ጽድቃዊ መገዲ እቲ ኣነባብራ ክርስትና ምስቲ ማሕበራዊ ናብራን ምስቲ ናይ ህዝቢ ዕለተ ዕለት ናብራን ተፈልዩ ዝኸይድ ኣይኮነን። ኣብ ገዳም ከም ዝነብር ዘሎ ክርስትያን ተፈልዩ ብዛዕባ እግዚኣብሔር ብማዕዶ ኮይኑ ጥራሕ ዝዛረበሉ ዓይነት እምነት ኣይኮነን እምነት ክርስትና። እምነት ክርስትና ኣብ ማእከል ህዝብታት ኮይኑ ዝዓዪ እዩ። ካብ ዓለም ከውጽኣኩም ኣይኮንኩን ዝጽሊ ዘለኹ እንታይ ደኣ ካብ ዓለም ክሕልወኩም ማለት ካብቲ ጸልማት ንኽሕልወኩም እየ ደኣ እምበር ኢሉ የሱስ ክርስቶስ ካብ ጸልማት ካብቲ ብ ዓለም ዘሎ ከውጽኣኩም ኣይኮንኩን ምኽንያቱ ንስኻትኩም ብርሃን ዓለም ኢኹም። ብዘይካ'ቶም ሃዋርያት፣ ብፍላይ ድማ ሃዋርያ ጳውሎስ፣ ነቲ ጥብቅና ክርስትና ካብ'ቶም ኣቦታት ናይ ክርስትና ሓደ ናይ መጀመርያ ኣፖሎጂስት ዝነበረ፣ ኣፖሎጊያ ንብሮ ማለት'ዩ፣ ጃስቲን ማርቲር እውን ከምዚ ኢሉ ጠቒሱ ኣሎ፣ ምስዚ ኣርእስቲ'ዚ ዝኸይድ ማለት'ዩ። ጃስቲን ማርቲር ኣብ ካልኣይ ክፍለ-ዘበን ዝነበረ ሰብኣይ'ዩ። በዓል ሰማርያ'ዩ። ኣብ ሰማርያ እዩ ዝቕመጥ ነይሩ፣ ደሓር ግን ንክርስቶስ ተቐቢሉ ብእኡ ድማ ህይወቱ ይቕጽል ነይሩ ማለት እዩ። ብዛዕባ ክርስትና ኣመልኪቱ ክዛረብ ከሎ፣ ብፍላይ ድማ ምስቲ መንግስት ሮም ንክርስትያናት ዘሳድዶ ዝነበረ ኣመልኪቱ ክዛረብ ከሎ ማለት እዩ፣ ሄድርያን ዝበሃል ኢምፐሮር ናቶም ንክርስትና ኣዝዩ ብዘስካሕክሕ መገዱ የሳድድ ስለ ዝነበረ ኣብቲ እዋን እቲ። ብድሕሪኡ ኣንቶናያኖስ ፓየስ ዝበሃል ኢምፐረር ምስ መጸ ነዚ ንጉስ እዚ እዩ። ጃስቲን ማርትር ደብዳቤ ዝጸሓፈሉ እታ ናይ መጀመርያ ኣፖሎጀቲክ ሌተር ወይ ከኣ ደብዳቤ ኢልና ንጠቕሳ ንሳ ኢያ ማለት ኢዩ። እንታይ ኢሉ ነቲ ናይ ሮም ንጉስ ጽሒፍሉ? ብዛዕባ ክርስትና ወይ ከኣ ብዛዕባ ክርስትያናት ዝስደዱ ዝነበሩ ጥብቅና ክጽሕፍ ከሎ። ከምዚ ኢሉ ተዛሪቡ ማለት እዩ። ምስዚ ኩሉ ዝበልናዮ ቃል ክተተሓሕዝዎ ይደሊ ማለት እዩ። መጀመርያ መጀመርያ ንገር ኢልዎ ማለት ደብዳቤ ክጽሕፈሉ ከሎ። ሕጂ እንታይ እዩ ዝገብር ዘሎ? ቅድም ፊት ንፊት እዩ ደብዳቤ ዝጽሕፈሉ ዘሎ ነቲ ንጉስ። ማለት ዝግበር ዘሎሲ ዘይፍትሓዊ እዩ እሞ፣ ፍትሒ ክተውጽእ ኣነ ግን ደብዳቤ ይጽሕፈልካ ኣለኹ እዩ ዝብል ዘሎ። እንታይ ኢልዎ ብዛዕባ ክርስትያናት ብዝምልከት ክርስትያናት ኣይሰርቁ ኣይሕስዉ ማለት ከም ሰብ በደል የብሎምን ማለት ኣይኮነን ግን ምስቲ ካልእ ህዝቢ ኣዛሚድካ እቲ ሕጎም ዝደልዮ ዝጠልቦ ቀዳማይ ነገር ካብ ኩሉ ክፍኣት ንኽርሕቁ እዩ። ስለዚ ቀንዲ ኣገልገልቲ ናይቲ መንግስቲ ከማን ክትርድኦ ዘለካ ንሶም ቶም ክርስትያናት እዮም በደል የብሎም ዓመጽ የብሎም ስለምንታይ ተሳድዶም ኣለኻ ዝብል ደብዳቤ ሊኢኹሉ ብሞራላዊ ነገር እንተ ኮይኑ ዝሓሹ ንሶም እዮም ብኤቲካዊ መገዲ እንተድኣ ኮይኑ ዝሓሽ ንሶም እዮም፣ ኣብ ህዝቢ ምርግጋእ ዝፈጥሩ ንሶም፣ ንመንግስቶም ከኣ በቲ ሕጊ ዝወጸ ተማእዚዞም ዝኸዱ ንሶም እዮም፣ ስለምንታይ ይስደዱ? ኢሉ ደብዳቤ ጽሒፍሉ ማለት እዩ። ሽዑ ቀልጢፉ ኣይተዓረየን፣ ክሳብ ግዜ ቆስጣንጢኖስ ጸኒሑ እዩ እቲ ጉዳይ፣ ብሰለስተ ሚእትን ዓሰርተ ሰለስተን ግን ቆስጣንጢኖስ እዉጅ ናይቲ መንግስቲ እምነት ጌርዎ ንክርስትና ማለት እዩ ብድሕሪኡ እዩ እቲ ሓርነት ዝተረኽበ ስለዚ ጃስቲን ማርተር እቲ ኣፖሎጂስት ዝጸሓፎ መርኣያ እዉን ኣብ ታሪኽ እዚ ክንርኢ ንኽእል ማለት እዩ ስለ ፍትሒ ተቓሊሱ እዩ እግዚኣብሄር ኣምላኽ ይመስገን ኣብ መወዳእታ እዚ ዝበልናዮ እምበኣር ክድምድሞ እንተደኣ ኮይነ እቲ ዝበልኩኹም ተራ ናይ ህዝባዊ መንግስትን ተራ ናይ ቤተክርስትያንን ፈላሊና ርኢናዮ። ይርደኣኒ እዩ እቲ ትምህርቲ ክብድ ዝበለ እዩ ግን ክንርድኦ ከኣ ግዴታ ኣለና። መንፈሳዊ ሓላፍነትና ጥራሕ ዘይኮነስ ሰብኣዊ ሕልናና እውን ይድርኸና እዩ። ንጽድቅን ንፍትሕን ንፍርድን ንሰላምን ንምርግጋእን ክንዓዪ በብእተዋህበና ክእለት ኣማኒ ናይ ፔንተኮስተ ይኹን ኣማኒ ኣብ ዲኖምኔሽን ናይ ኦርቶዶክሳዊት ቤተክርስትያን ይኹን ኣማኒ ናይ ካቶሊካዊት ሮማዊት ቤተክርስትያን ይኹን ከምኡ ውን ካልእ እምነት ኣለኒ ዝብል እንተኾነ እምነት እስልምና ውን እንተኾነ ኣነ እምነት ኣለኒ ዝብል እንተኾይኑ ቅድም ክሰርሖ ዘለዎ ቅድም ከገልግሎ ዘለዎ ቅድም ክጽዕተሉ ዘለዎ ንናይ ፍትሒ ናይ ህዝብታትን ንሰላምን ንምርግጋእን እዩ ምኽንያቱ እቲ ዝሃበ ፍትሒ፣ እቲ ዝሃበ ሓርነት፣ እቲ ዝርሃበ ራህዋ እግዚኣብሄር እዩ እምበር ሰብ ኣይኮነን። እግዚኣብሄር ዝሃቦ ከኣ ብኢድ ሰባት ካብ ሰባት ክምንጠል ኣይግብኦን እዩ። እግዚኣብሄር ሓርነት ዝሃቦ ንውልቀ ሰብ ንኹሉ፣ ሰባት ብስልጣኖም ከም ኣምላኽ ኮይኖም ክዕምጽዎ ኣይግባእን። ቤተክርስትያን እዚ ክትእውጅ ይግብኣ፣ እቲ ሰናይ ገባሪ እየ ዝብል ሰዓቢ ክርስቶስ ዝኾነ ከኣ እዚ ክእውጅ ይግብኦ። ካብዚ ወጻኢ ግን እቲ ቃል ኣምላኽና ዝምህሮ የለን ማለት እዩ። ስለዚ ነቲ ዝምድና ቤተክርስትያንን ዝምድና ህዝባዊ መንግስትን ዝምልከት ፈፈላሊና ከም ዝረኣናዮ ተርጒምና እቲ ዝምድነኣን ከኣ እዚ እዩ። ኣጥቢቕና እቲ ናይ ነቲ ናይ ፍሕትሕ ነገር እቶም ክርስትያናት ንብል ክንዓየሉ ከም ዝግብኣና ቃል ኣምላኽ ይነግረና ኣሎ። ስም እግዚኣብሄር ዝተባረኸ ይኹን።